ሰላም ሰላም ኩቡራት ተኻታተልቲ ሎሚ ድማ ሓንቲ ካብ መጀመርያ ክሳዕ መወዳእታ ኣእምሮኹም እትሕዝ መወዳእታኣ ፈጺምኩም ትጽቢት ዘይትገብሩላ ተገርም ፊልሚ ሒዘልኩም መጺኤ ኣለኹ። ዛንታና ብኒክ ዝበሃል መንእሰይ እዩ ዝጅምር። ኒክ ኣብ ፍሉጥ ኮለጅ ኤምኣይቲ ብሉጽ ተመሃራይን ዝመጸን ተመጸ ሲስተም ክጠልብ ዝኽእል ክኢላ ሃከር እዩ። ኮይኑ ግን ሓደ ጸገም ኣለዎ። ብሰንኪ ናይ እግሪ ሕማም ብምርኩስ እዩ ዝኸይድ። ሓደ መዓልቲ ምስ ኣፍቃሪቱ ሃይሊን ዓርኩ ጆናህን ኮይኖም ናይ ሃይሊ ኣቑሑ ንምጉዕዓዝ ነዊሕ ጉዕዞ ብመኪና ይጅምሩ። ኒክ ብውሽጡ ሃይሊ ብሰንኪ ስንክልናይ ክትሓድገኒ ትደሊ ኣላ ዝብል ጥርጣረ ስለ ዝነበሮ ኣብ መንጎኦም ቁሩብ ዘይምርድዳእ ነይርዎም። ጉዕዞኦም እናቐጸሉ ከለዉ ግን ሓደ ኖማድ ዝበሃል ምስጢራዊ ሃከር ንላብቶኮም ሃክ ይገብሮም። እዚ ኖማድ ዝበሃል ቅድሚ ሕጂ ንሰርቨር ናይ ኮለጆም ጠሊፉ ንኒክን ንጆናህን ከም ዝኽሰሱ ዝገበረ ሓደገኛ ሰብ እዩ። ሕጂ ድማ ብቐጥታ ንላብቶክ ሃይሊ ጠሊፉ ኣበይ ከም ዘለዉ እናርኣየ ዝቖጥዕ መልእኽትታት ክሰደሎም ጀመረ። ኒክ በዚ ነገር እዚ ብጣዕሚ ይናደድ እሞ ነዚ ሃከር ኣበይ ከም ዘሎ ትራክ ገይሩ ክረኽቦ ይውስን። እቲ ጂፒኤስ ናብ ሓደ ሰብ ዘይነብሮ ጽምዋ ቦታ መሪሕዎም ይኸይድ። ኣብቲ ሽዑ ድማ ምሸት እዩ ነይሩ። ኒክን ጆናህን ካሜርኦም ሒዞም ናብ ውሽጢ ሓንቲ ዝፈረሰት ገዛ ይኣትዉ። ሃይሊ ኣብ መኪና ትጽበዮም ነበረት። ብድንገት ካብ ደገ ናይ ሃይሊ ዘስካሕክሕ ጭርሓታ ይሰምዑ። ኒክ። ብኡንብኡ ናብ ደገ ምስ ወጸ፣ ሓይሊ ናብ ኣየር ክትለዓል ክትንሳፈፍ ይርእያ። ኣብታ ቀጻሊት ደቒቓ፣ ሓደ ኣዒንቲ ዘዕውር ጻዕዳ ብርሃን ኣብ ገጹ ይበርህ እሞ ሃለዋቱ የጥፍእ። ኒክ ክበራበር ከሎ ኣብ ሓደ ዘይፈልጦ ከም ላባላቶሪ ዝመስል ቦታ እዩ ተረኺቡ። ኣብ ናይ ስንኩላን ዓረብያ ተቐሚጡ ምሉእ ሰውነቱ ደንዚዙ ዝኾነ ስምዒት ኣይነበሮን። ኣብ ቅድሚኡ፣ ሓደ ናይ ሓደጋ ክዳን ዝተኸድነ ሓኪም ኮፍ ኢሉ ጸንሖም። እቲ ሓኪም ንኒክ፣ ምስ ናይ ኤልያን ህይወት ርክብ ስለ ዝገበርኩም፣ ብእኡ ተለኺፍኩም ክትኮኑ ትኽእሉ ኢኹም ይብሎም። ኒክ ግን ዝኾነ ነገር ክርድኦ ኣይከኣለን። ንሃይልን ጆናህን ክርእዮም ይሓትት፣ ኮይኑ ግን ዋላ ሓደ ፍቓደኛ ኣይነበረን። ሓደ መዓልቲ ናብ ሓኪም ክወስድዎ ከለዉ ብድንገት ንሃይሊ፣ ኣብ ውሽጢ ሓደ ክፍሊ ሃለዎት ኣጥፊኣ ረኣያ። ናብ ክፍሉ ምስ ተመልሰ ድማ ብሻምበቆ ኣቢሉ ድምጺ ናይ ዓርኩ ጆናስ ሰምዐ። ክልቲኦም ዝኾነ ዘይስሩዕ ነገር ይካየድ ከም ዘሎ ተረድኦም። ኒክ ብብልሓት ነቲ ሓካይም ዝጥቀምሉ ናይ ማዕጾ ኮዳት ብኣእምሮኡ ክሕዞ ጀመረ። ሓደ መዓልቲ መብራህቲ ብድንገት ይጠፍእ። ኣብዚ ግዜ እዚ ኒክ ኣብ ሓደ መንደቕ ኣዝዩ ዓሚቝ ናይ ጭሕጋግ ምልክት ይርኢ። ድሕሪ እዚ ንጆናህ። ክጽውዕ እኳ እንተ ፈተነ፣ ጆና ግን ሃዲሙ ኢዩ ነይሩ። ስለዚ ኒክ እውን ምስ ሃይሊ ክሃድም ይውስን። ነቲ ዝሓዞ ኮዳት ተጠቒሙ ክሳብ መወዳእታ ማዕጾ ምስ በጽሐ ግን እቲ ሓኪም ደው ኢሉ ጸኒሑ ይሕዞም። እንደገና ክበራበር ከሎ ኣብ ጥቓ ሃይሊ ኣብ ዓራት ተጋዲሙ ጸንሐ። ብሕርቃን ምስቶም ሰራሕተኛታት ክቃለስ ኢሉ ካብ ዓራት ይወድቕ። ኣብዚ ግዜ እዚ ኢዩ እቲ ዘስካሕክሕ ሓቂ ዝግለጽ። ኒክ። ናብ ታሕቲ ገጹ ምስ ጠመተ፣ ሓቀኛ ኣእጋሩ ተቖሪሱስ ብናይ ሓጺን ወይ ረወርቲ ኣእጋር ተተኪኡ ጸኒሕዎ። እቶም ሰራሕተኛታት ፈሪሖም ሃደሙ። ኒክ በቲ ሓድሽ ኣእጋሩ ነቲ ማዕጾ ብሓይሊ ምስ ረገጾ፣ እቲ ማዕጾ ተነቒሉ ወደቐ። ዝኾነ ዝመጾ ሰራሕተኛ እናውደቐ ንሃይሊ ሒዙ ንቕድሚት ገስገሰ። እቲ ሓኪም፣ ንደገ እንተ ወጺእካ፣ ኤልያናት ሓደጋ ክኾኑኻ እዮም ኢሉ እኳ እንተ ነበረ፣ ኒክ ግን ሰይሩዎም ብሓደ ነዊሕ ቶነል ንደገ ወጸ። ንደገ ምስ ወጹ፣ ኣብቲ ቦታ ዝዀነ ህንጻ ወይ ከተማ ኣይነበረን። ንኣሽሓት ኪሎሜተራት ዋላ ሓንቲ ነገር ዘይረኣየሉ ጽምዋን ምድረበዳን እዮም ጸኒሖም። እናተጓዕዙ ሓንቲ መኪና ይረኽቡ እሞ ሓንቲ ኣረጊት ሰበይቲ ተሳፍሮም። ቍሩብ ምስ ከዱ ግን እታ ሰበይቲ ዘገርም ዘረባታት ክትዛረብ ትጅምር። ብድንገት ነታ መኪና ኣብ ማእከል ጽርግያ ደው ኣቢላ ብዘስካሕኽሕ ኣገባብ ዓው ኢላ ክትስሕቕ ጀመረት። ኒክን ሃይልን ብስንባደ ካብታ መኪና ዘሊሎም ወረዱ። ኣብ ጥቕኦም ሓደ ናይ ነዳዲ መምልኢ ስለ ዝነበረ ኒክ ንሃይሊ ኣብ ሓንቲ ትራክ ኣቐሚጡ ቴለፎን ክድውል ይፍትን። ኣብዚ ሰዓት እዚ ግን እታ ንሃይሊ ዘቐመጠላ ትራክ ብሃንደበት ክትብገስ ይርኢ። ሽፈር ናይታ መኪና ናይቲ ሓኪም ሰብ እዩ ነይሩ። ኒክ ብኡ ንብኡ ነታ መኪና ክትስዕባ ጀመረ። በቲ ናይ ረወት እግሩ ገይሩ እታ መኪና እንዳጎየየት ከላ ከርከበላ ከኣለ። እቲ ሽፈር ናይታ መኪና ማዕጾ ከፊቱ እኳ እንተውደቖ ኒክ ግን ተመሊሱ ሓዊ ኮይኑ ኣርከበሉ። ሃይሊ ሽጉጥ ረኺባ ነቲ ሽፈር ኣፈራርሓቶ። ክልቲኦም ድማ ነቲ ሰብኣይ ካብታ መኪና ደውርዮም በታ ትራክ ገይሮም ሃደሙ። ጽርግያ ምስ ተወድኦም ናብ ሓደ ናይ በጻሕቲ ማእከል ይኣትዉ። ኣብኡ ድማ ነቲ ኣቐዲሙ ዝሃደመ ዓርኮም ጆናህ ይረኽብዎ። እቲ ዘገርም ግን ጆናህ እውን ልክዕ ከም ኒክ ኣእዳዉ ብናይ ሮቦት ተተኪኡ እዩ ጸኒሑ። እቲ ኣቐዲሙ ኣብ መንደቕ ዝረኣዮ ናይ ጽፍሪ ምልክት ናይዚ ናይ ሓጺን ኣእዳው ጆናህ ምኻኑ ተረድኦ። ጆናህ ድማ ኣብ ኢድናን ክሳድናን ዘሎ ቁጽርታት ምስ ደመርናዮ ሓምሳን ሓደን እዩ ዝመጽእ። እዚ ማለት ኣብቲ ፍሉጥ ኤርያ ሓምሳን ሓደን ዝበሃል ምስጢራዊ መዓስከር ኢና ዘለና። ከማና ኣጹላ ዋላ ትወርድ ድማ ፈተነ ይገብሩልና ኣለዉ በሎም። ንጽባሒቲ ንግሆ በታ ትራክ ጉዕዞ ጀመሩ። ኣብ ቅድሚኦም ናይ ወታደራት መዐገቲ ኬላ ጸንሖም። ማኪንኦም ብዓበይቲ ኣዕኑድ ተታሕዘት። ጆናህ ነቲ መቆጻጸሪ ሲስተም ክጠልፎ ካብ መኪና ወረደ። ኣብ ኮምፒተር በጺሑ ኮድ ከእቱ ክብል ግን ብጥይት መነጺሩ ተሰብረ። ሕጂ ክርኢ ኣይክእልን። ስለዚ ብኡ ንብኡ ናብቲ መኪና ዝሓዘ ዓንዲ ከይዱ በቲ ሓያል ናይ ረወቶ ኣእዳው ነቲ ዓንዲ ሰዋዊሩ ከፈተሎም። ኒክን ሃይልን ምስ መኪንኦም ክሓልፉ ከለዉ ጆናህ ግን ብጥይት ተወቒዑ ኣብታ ቦታ ንሳ ህይወቱ ሓለፈት። ኒክን ሃይልን ብንብዓት እናተሓጸቡ ጉዕዞኦም ይቕጽሉ እሞ ኣብ ሓደ ገዚፍ ድልድል በጽሑ። ኣብ ማእከል ድልድል ድማ እቲ ሓኪም ደው ኢሉ ጸንሖም። ጎማ መኪንኦም ተቐዲዱ እታ መኪና ትግልበጥ እሞ ሓያል ጉድኣት በጽሖም። በቲ ዝበጽሖም ጉድኣት ድማ ሃይሊ ውነኣ ምስ ኣጥፈኣት ሄሊኮፕተር መጺኣ ወሰደታ። ኒክ ብከቢድ ተጎዲኡ እኳ እንተነበረ ሓይሊ ኣካዕዊቱ ተንሲኡ ናብቲ ሓኪም ምስ ጠመተ፣ ኣብ ካቡኡ ዳሞን ዝብል ስም ተጻሒፉ ረኣየ። ንድሕሪት ምስ ኣንበቦ ግን ኖማድ ይብል ነይሩ። እዚ ማለት እቲ ሓኪም ብኣካል እቲ ንላብቶኮም ዝጠለፈ ሃከር እዩ ነይሩ። እቲ ሓኪም ድማ እወ ናይ ኤልያን ቴክኖሎጂ ኣብ ደቂ ሰባት ንፍትን ኣለና። ንስኻ ድማ እቲ ዝበለጸን ብሉጽ ዕዉትን ፈተናና ኢኻ በሎ። ኒክ'ውን እዚ ምስ ሰምዐ ብሕርቃን ዓይኑ ደም መልኡ። በቲ ናይ ርወተ እጋሩ ብዘይእመን ፍጥነት። ናብታ ሓኪም ክጎዪ ጀመረ። እናጎየ ከሎ ብድንገት ምስ ሓደ ዘይረኣ መንደቕ ተጋጭዩ ሰይሩዎ ሓለፈ። ንድሕሪት ግልጽ ኢሉ ምስ ረኣየ እቲ ሓኪም ቀዊሑ የልቅቖ እሞ ሰብ ኣይነበረን። ሓደ ርወት ዝኾነ ኤልያን እዩ ነይሩ። ኒክ ንቕድሚቱ ምስ ጠመተ ኣብ ምድሪ ወይ ኤርያ ሓምሳን ሓደን ኣይነበረን። ኣብ ውሽጢ መወዳእታ ዘይብሉ ጠፈር ኣብ ሓንቲ ግዝፍቲ ናይ ኤልያን መርከብ እዮም ጸኒሖም። እታ መርከብ ድማ ልክዕ እቲ ኣብ ኢዶም ተጻሒፉ ዝነበረ ዕስራን ሰለስተ ሽሕን ሓሙሽተ ሚእትን ኣርባዓን ሓደን ዝብል ቁጽሪ ተለጢፉዋ ነይሩ። እምበኣርከስ ክቡራት ተኸታተልቲ ንሎማዓንቲ ዝነበረት ፊልምና ነዚኣ ትመስል። ከምዚኦም ዝኣመሰሉ ፊልምታት ክበጽሑኩም እንተድኣ ደሊኹም ንፊልመይ ላይክ ንቻነለይ ሳብስክራይብ ብምግባር ኣበረታትዑኒ። ክሳዕ ብኻሊእ ፊልም ንራኸብ ሰላም ጽንሑለይ።